ካብ ዕለታት ሓደ መዓልቲ ሓደ ምሳና ዝነበረ ንዕረፍቲ ይብገስ ነስመራ ንዕረፍቲ ወረቕት ተዋሂቡ ነስመራ ክትከይድ ኢኻ ሻንጣኻ ኣዳሉ ጽባሕ ናይ ንጎህ ተባሂሉ እቲ ሓላፊኹም ኢልዎ ወረቐት መንቀሳቐሲ ተዋሂቡ ነስመራ ንዕረፍቲ ክኸይድ ሕጂ ብባህሪኡ እዚ ምሳና ዝነበረ ጆቤ ዝበሃል ላሕታት እዩ ጎረርኡ ናይ መስተ እዩ ሰታይ ወላ ክትድፋዕ ዘይሰቲ እዩ ያ ጀማዓ በሉ ዕረፍቲ ንኸይድ ኣለና ዝኾነ ነስመራ ገለ ዝለኣኽ ተለኩም ኣጀይብዎ ዝስከም ጥራሕ ኣይኹን ገዲዱ ዝስከም ጥራሕ ከይከውን ኢሉ ኩላ ሰብ በጉስታ ፀፅሒኻ ትቦ ሓደ ግን ብፍሉይ ዘምህረት ሽሙ እንታይ ሽሙ ይህቦ ጉስጣ ስምዓኒ ኢሉ ጆቢ ሓወ እዛ ጉስጣ ከተብፅሐለይ ከለኻ ሓደራኻ ብፍላይ ብፍላይ ነቦይ ሰዓመለይ ነደይ ሰዓመለይ ንኩሎም ኣሕዋቶም ሰዓመለይ ንጸጋ ሓፍተይ ግን ምስዓም ጥራሕ ደይኮነ እዚ ደብዳቤ ዝከትባ ከለካ እዚኣ ህያብ እዚኣ ከኣ ብዑንቁ ገለ ሰሪሒላ ነይሩ ኣብቲ ድፋዕኡ እዚኣ ንዓ ህያብ ምሳኣ ኮንካ ተሳኢልካ ከኣ ሒዝካለይ ምጻእ ብልቢ ድፈትዋ ባቃ ልዕሊ ኣደይ ተካናኪና ደዕበየትኒ ሓፍተይ ናይ ጸጋ ሓፍተይ ገለ ኢልዎ ኣጆካ ዝዓርከይ ጸገም የለን ከብጽሐልካ ኢሉ ጆቤ ኣስመራ ተበጊሱ ኣስመራ ኣትዩ ድሕሪ ክልተ ሰለስተ መዓልቲ ገዝኡ ውዒሉ ናብቲ እንዳ እቲ ዘምህረት ገዛ ከይዱ እዚ ናይ ብሓቂ ደጓነፈ እዩ እንዳ ዘምህረት ከይዱ ኣብቲ ጥቆም ምስ በፅሐ ዝተራእየ ስዳስ ስዳስ እቲ እንዳ ዘምህረት ገዛ ድዩ ንዓስ ከተቆልዓ ኢልዎ እዚ ዳስ እንዳ መን እዩ ዳና ብእዮብ ዳበ እዩ ወዶም ዝበሃል ኣሎ ብዙሓት ኣለዎ መን ዳኣ ሞይታ ጓል በእዮብ እታ ፅገሽ ፅገደ ኢለኩም ፅንሐ ፀጋ ዋይ ሞሲባ እዚ ኩሉ ሓደራ ኢሉ ሰይዲ ንስኻ ከኒፋ ኢሉ ኣብቲ ገዛ ኣቱ ነብኡ ረኽቦም ኣነስ ካብ ዘምህረት እየ ተላኢኸ መፅ ውይ ዝወደይ በል ሓደራኻ እዚ ወደይ ብጣዕሚ እዩ ዝፈትዋ ነዚ ሓፍቱ ንፀጋ ሓፍቱ ሓደራኻ ከይትነግሮ ብሎ ቧ ሳክዴ ኣይነግሮን እየ ቧ ክመውት ኣለኒ ኣሊ ሙሉ እሱ ወርሑ ዕረፍቱ ኣኺላ ሻንጥኡ ኣልዒሉ ንድፋዕ ይብገስ። ዕረፍቱ ወዲኡ ኣስመራ ይኣቱ። ኣስመራ ኣትዩ እባ ንድፋዕ ተበጊሱ ኣብ ድፋዕ ክኣቱ ከሎ ብኒእኻ ትሪኦ ክመፅእ ከሎ መንዳ እዩ ድመፅ ዘሎ ገለመለ እንዳቀረበ እንዳቀረበ ተረእኻ ጆቤ መፅኡ ጆቤ መፅኡ ጆቤ ካብታ ሕዚ እንዳዘለለ ዝኩሉ ሰብ ይቕበሎ ጋሻ ዝመፀ ተሰኪሙ ድመፀ ናይ ምቕባል ተኽእሎስ ከም ልምዲ ኣሎ ኣብኡ ዘምህረት መፅኡ ጆቤ ኣምፂኻለይ ድምልኽ ኣጆካ ኣይታወክ እባ ባባካ ከመይ ጸኒሕካ እብሎ ዋእ ኣንታ ኣይታወክ እንዶ ኡፍ ይብል ጅግና እሞ ኣደይካ ከመይ ጸኒሓትካ ማራ ተማም ኣላ ምሎ ጆቤ ኣቦይካ ከመይ ኣሎ ማራ ኣስሊ ኣሎ ይብል እታ ንእሽተይ ሓፍተይከ ገለ ዓይነት ኣላ ሳሙ ናይ ፀጋ ሓፍተይከ ወረ ኣለካ ዶ ኢሉ እዛ ወዲ ተጠራጢራ ኢሉ ዋ እንታይ ኮይና ድያ ተጸሊዋ ድዩ እው ነብሱ ነጊርዎ እንታይ ሞይታ ድያ ዞንስ ሞይታ ድያ ገጢምክያ ዝዓርኪ ከኒባ ከኒባ ገጢምክያ ገጢምክያ ውይ ወዲ ብዘይ ልቡ ብዘይ ኣገባብ መርድእያ ዝብል እዛ ኩለ ሰብ ሕዞ ሕዞ እንታይ ኢልካ ከኒፋ ኢለ ገጢምዋ በዓል ቢንጎ ገብሮ ቀስ ገይረ እንዲያ ክዕጊዓ ዝብል ቢንጎ ገይርዎ ዝኣላ ድያ የላ ድያ ህይወታ ድያ ብለኒ የሕፅበና መጀመርታ ጋሻ መፂ ማይ ተስትዮ ኣነ ምስ ዝሓልኩ ኣዝሒለ ምነገርኩ ውዑይ ነጊር ንውዑይ ነጊር እዩ ክልተ ሰረቕቲ እዮም ሕጂ እዞም ክልተ ሰረቕቲ ብጣዕሚ ተመክሮ ዘለዎም እዩ ንከባቢ ዓርባዓን ክልተን ዓመት ምስ ሰሪሖምሉ ምስቲ ተወለድሉ ደቂ ዕስራ ዓመት ተጀሚሮሞ ስርቂ ስሳን ገለን ዓመት ንቁርባንሰ ሃዲሞማ እዮም ሕጂ እዞም ክልተ ሰረቅቲ ብምሒር ተመኩሮ ምስራ ድኾነ ግዜ ይበልዑሉ እኒኦ ሰልዲ ዘለዎ ሰብ ሪእዎ ክንዲ ዝኸውን ሒዙ ኣሎ ክንወስደን ኢና እስኻ ከምዚ ክትገዝአን ኢኻ እስኻ ከምዚ ክትገዝአን ኢኻ ኣብቲ ሰብ ከሎ እዮም ዋጋ ዕዳጋ ድገብሩሉ ምኩራት እዮም ብጣዕሚ ሕጂ ሓደ ሰብኣይ ሓደ መዓልቲ ኣብ ኦቶቡስ እቶም ሰብኣይ ሽዑ ድዮም ደሞዝ ወሲዶም ሎቶር ድዩ በፂሕዎም ከምዚ ኣኢሎም ይሕልዎን ከምዚ ኣኢሎም ኸዱ እቶቡስ ተደይቡ እዩ ድዩ ደድሕሪኦም ከተማ ተተጠው ጠው ኣብ ሓደ ገዛ ተኣተው ይፅበይዎም ኣብ እቶቡስ ደይቦም እቶም ሰብኣይ ዓባይ እቶቡስ ከምዘና የስፈረ እዞም ሰብኣይ ፀፀኒሖም ይብሉ ብዙሕ ገንዘብ ሒዙ ኣሎ ሰብኣይ ዋእ ኣበይ ሪኢኸ ብዙሕ ሒዙ ኣሎ ዶላር ክኸውን ኣለዎ ሁለት ሓደ ኣነ እዚ ዶላር ጥራሕ ኣይኮነ ወርቂ ከመን ኣለዎ ወርቂ እዩ እምበር ከምዚ ገይሩ ስጋ ዓዲ ዝሕልዎ ጸኒሑ ሰብኣይ ይብል ኢለካ እንዴ ወርቂ ክኸውን ኣለዎ ወይ ናይ መርዓ ጓሉ እዩ ወይ ገለ ብዙሕ እዩ እሞ በይ ደኣ በቲ ዶ ምስ ወረደ ድሕሸና ኣብዚ ገለ መለ እንዳተባህሉ መቸም ነዚ ሰብኣይ ጸጸጊዖም ተጸጊዖም ጉንጽ ጉንጽ ኣቢሎም ቦብ ከቢሎም ሰሪቖም ሰብኣይ ፋርማታ ውርድ ተበሉስ ኣጋጣሚ ካብ ሰብኣይ ካብ ውርድ ደድሕሪ እዮም እቲ ሰብኣይ ናብቲ ገጹ ከይድ እቶም ሰረቕቲ ከዓ ተመክሮ ኣለዎም ኣይሃድውን እዮም ገለ እስከ ብራ እዮም ተራእዩ ተራእዩ ባኮ ባኮ ተዓሽጋ ወርቂ እስከ ክፈቱ ተኸፈትዋ ኣርባዕተ ኣንጎሎ ጥርሙስ ተኸፈትዋስ ማይ ድመስል ነገር እንታይ ደሉ እዚ ኬሚካል ናይ ወርቂ ማለት እዩ ክቡር እዩ ዝገለ እንታይ ደዩ እስከ እስከ እንከ እስከ ጣዕሚ ሉ ሓንቲ መቕረት ይብሉ ኣሲድ ኣይኮን እስከ ጣዕሚ ዝዓርኪ ይብሉ ነቲ ዓርኩ ከዓ ሓንቲ ጥዕሚ ነዚ ኢና ክንሕሉ ውዕልና ንሕተቶም ወይ እቶም ሰብኣይ ኣርቱ ምስ ወፁ ሕጂ ከምቲ ኣመሎም ከም ትበሉስ ደየላ ዳበሉስ ኣቦይ እንታይ ጠፊእኩም ኢሎም እዋእ ዘም ደቀይ ኣብዚኣ ንብረት ነይራህን እንታይ ኣኸኒ ኣብዚኣ ነይራትኒ ዘም ደቀይ ኣነስ ሕማም ቲቪ ኣለኒ እሞ ኣብ ዓኽታ ትፍ ድብል ኢለሞ እቶም ሰብኣይ ሰ ዓኽታ እዮም ትፍ ድብልላ ነይሮም እንታይ ትብሉ ኣለኹም ዓይነት ዓይነት ሰብኣይ እዮም እንታይ ትብሉ ዘም ደቀይ ኣበይ ደላ ናለትኩም ናይ ዓኽታኹም ምንታይ ጥዒምኩም ዲኹም ዘም ደቂ እዋ ያ ኣቦ በጃኹም ሕማቕ ኣይተዛርቡና ከይዱ ከይዱ ቲቪ ቲቪ ላ ተምቶም ሰብኣይ ብእቶም ብዝኾነ ንባፅዕ ሓደ መዓልቲ ኣብ ንእስነት ንእስነት ዕዳ ድሎ ምስ ክዳውንቱ ዕዳ እዩ ናይ ባሓቂ ብዲስኮም ሲና ገሊኣ ሻምሩክ ገሊኣ ባታባታስ ገሊኣ ሄልውድ ገሊኣ ዋርሳይ ኣምስያ እቶም ዕሩኽ ተራኺብና ተዳውልና ተራኺብና ደቂ ኣንስትዮ ነይረን ደቂ ተባዕትዮ ነይርና ሰለስተ መኪና ተመራርሒና ሃንደበት እዩ ንባፅዕ ሰለስተ መኪና ኢና ነናተን መኪና ነናተን ሙዚቃ ኣለወን ነናተን ኣዋልድ ኣለወን ነናት ፍቅሩ ኣለዎ ተበገስ እንዳበልና እተን ኣዋልድ እንዳንበድበዳ ንሕና እንዳንበድበድና መገዲ ባፅዕ ሰይድሺ ሸግርኒ ዓርቦ ረቡዕ ገሊ እንዳበልካ ንወርድ እንታይ እዩ ግዜኡ ወርሑ ገለመለ መፅናዕቲ የለን ብደይ ብኡ ካብ ምዝንጋዕ ኢና ንወፅ ዘለና ነዚ ከተፅንዖ ተኾንካ ከዓኒ ዓብዲ ዋርሒ ክትመሃር ኣለካ ናይ ሳይኮሎጂን ሜትሮሎጂን ኣብ ገዛኻ ክህልው ኣለዎ። ከምዚ ስለ ዘሎ ወቕቲ ፀሓይ ናይ ባፅዕ ከይትወርዱ ቤተሰብ ኢሉ ዝነግረካ ክኽእል ኣለዎ። ግን ከምኡ ዝተነግረ ይነበረና ንኸይድ ከምዘን ፅቡቓት ኣብ ዘለዋ ፅቡቓት ነይረን ኣብዚ ግዜ እዚ ኣብቲ መንጎ ዕላል እንዳ ኣየለ ዝበሃል ምዝንጋዕ ንኸይድ መኪና ጌርና ባፅዕ ወሪድና ነርና ኢለ ንሓንቲ ጓል ዕሊለያ ነይረ ሕጂ መስተ ስለ ዝነበራ ውይ ወደባይ ኢላኒ መኪና ጌርናስ ንባጽዕ ኼድና ኔርና ኤልያ ወደባይ ኣነ እንድዒ ሰትየ ስለ ዘለኹስ እዛ መኪና ሓዛ ኢላኒ እዋእ እንታይ ኢለ ክሕዛ ምስ ንባጽዕ መኪና ጌርና ኼድና ኔርና እሞ ተሳፋራይ ዲ ኣውቲስታ ደይ ነገርኩኺ ኣነ መኪና ናይ መጋጨው ቫይተንቲ ደለኒ እምበር ሒዝካያ ናይ ምብጻሕ ተኽእ ቫይተንቲ የብለይ ቀጥታ ንሸባኻ ቀጥታ ንመቓብር ተደሊኺ ንሰቐል ትሕዛ ኔርካ መኪና እንተልኪ ግን ከምዚ ጌራ ክሕዛ ሰኣል ንሽዑ መኪና ሒዘያ ነይረ ይብህር መኪና ግን ኣብቲ ግዜ እቲ እታ ሰብ ምሳና ኣላ መኪና ዝሕዙ ኣውቲስታ ናይ ተሞክሮ ዘለዎም ሰባት ስለምሳና ነብሩ ንባፅዕ ኣታወዲ በብናታ ሰብ እንዳተዘናግዐት ንባፅዕ ንወርድ ንባጽዕ ኣብዚ ነዚ ናይ ሸግርኒ ዓርበ ረቡዕ ድርፎ ገለ መለ እዚ ብምሉኡ ክንወርድ ከለና ጃኬት ገሩ ነበር ጃኬቱ ማሊኡ ለውጢ ነበር ሕፍረት ሽዑ ኣብ ባህልና ክዳንካ ምውጻእ ሕፍረትካ ምቕንጣጥ ባህልኻ ምርሳዕ ስለ ዝኾነ በቲ ሃሩ ግን ዓሌት ከኣ ከትርስዕ ዳውጠና ዳውጠና ዳውጠና ባጽዕ ንኣቱ ኣብ ባጽዕ ኳኽ መዓት እዮም ቆለቦም ዓሳ እዩ ወዝ ኣለዎም ተረዲእኻኒ? ብሚሒርቲ ጸሓይን ሃሩርን ገሪሞም እቲ ሓደ ክንፎም ከምዚ ዳብሉ እንዲዮም ቋቕ ቋቕ እንዲዮም ድብሉ ነቲ ሓደ ክንፎም ንከምቲ ገይሮም እዋእ እዋእ እዋእ እዋእ እዋእ እንዳበሉ ኸዱ። ሕጂ ብሓደ ክንፎም ስለ ዝኸዱ ዘለዉ ከም ሰዓት ጥራሕ ዞሩ። ኣብዚ በዓል ጋሕቴላይ ገለ ከለና ብርጭቕ ከም መዘከርታ ቆሪጽካ ከም ካስኮይ ናይቲ ኔት ንክዝሕለልና ኢልና ብርጭቕ ዓቕሉ ጸይብዎ ጥብጥብጥብጥብጥብ ፍራይ ክሪስማስ መሲልና ኩሉ ሕና ዝተናበለ ድባይ ጽቡቕ ኣለኻ ጽቡቕ ኣለኹ ጽቡቕ ኣለኻ ጽቡቕ ኣለኹ በል እንዳተባሃልካ ምስ ዘይትፈልጣ ናብ ምስዓም ቀሪብና እዚ ግን ሃርር ዶምጾ እምበር ፍቅሪ ዶምጾ ኣይኮነን ሃርር ዶምጾ እዩ ብርጭቕ ምስ መኸኸ እንታይ ተቐይሩ? ካስኮ እቲ ብርጭቕ ዘለዎ ኣስቪዛ ምስ ወደአ እንታይ ተቐይሩ? ንሕና እንታይ መሲልና ዱባ ናብዛ ኣትዩ ኣውቲስታ ይተላልዮ ተሳፈራ ይተላልዮ ባፃዕት ኢና ወይተር ባህርር ሞይታ እያ ተሃርር ሞይታ እያ ቆልዓ ባኒ ልኢኽካዮ ነታ ባኒ ደይኮን ደምፃ እቲ ምንኣሱ እዩ ዝመፀካ እንካ ዘወደይ ባኒ ምፅእ ሓዳይ ማማ ኢሉ እቲ ቆልዓ ቅበሎ ነቲ ባኒ እቲ ሓደ ብፀሓይ ኣብቲኣ ክወድቕ ከሎ እቲ ሓደ ይቕበሎ ኣብ ውሽጢ ሰዓት ካብ ባፅዕ ወፂና ብጊንዳ ዓጌርና ብጋሕቴላይ ጌርና ደቂ ኣምሓረ ደቂ ኣምሓረ ተረእኻዮ ዛዕዛዕታን ገለን ቁሪ ኣብቲ ኣብ ሓንቲ ሃገርና ኣለና ሃገርና ኤርትራ